ዕዙዝ ሰላምታና ተቐበሉ ናይ ዛይቱብ ቻነል ተዓዘብቲ ከመይ ትጸንሑ ነዚ እዋን ዘደለናዮም ዜናታት ሒዘልኩም ቀሪባ ኣለኹ ንምክትታልኩም ብኽብሪ ዕድም ክቡራት ተዓዘብቲ ብርክት ዝበሉ ሓበሬታታት ናብ ዩቱብ ምስ ትጽዓኑ ኣቐዲሙ መልእኽቲ ወይ ድማ ኖቲፊኬሽን ንኽበጽሓኩም ዜናታት ብእዋን ንኽትከታተሉን ነዛ ዩቱብ ቻነል ሰብስክራይብ ብምግባር ናይ ደወል ምልክት ምጥዋቕ ኣይትረስዑ ኣብ ማእኸላይ ባሕሪ ስደተኛታት ዝሓዘት ጃልባ ብምጥሓላ ልዕሊ ኣርባዓ ሰባት ከም ዝሞቱ ተገሊጹ። ሓንቲ ኣፍሪቃውያን ስደተኛታት ዝሓዘት ጀልባ ኣብ ገማግም ባሕሪ ቱኒዝያ ብምጥሓላ ህጻናት ዝርከብዎም ልዕሊ ኣርብዓ ስደተኛታት ከምዝሞቱ ሰበመዚ እታ ሃገር ሓቢሮም። እታ ናብ ኤሮጳ ክትሰግር ዝፈተነት ጃልባ ሰብዓ ስደተኛታት ጽዒና ምንባራ'ውን እቲ ሓበሬታ የመልክት። ሓደ በዓል ስልጣን እታ ሃገር ከምዝበሎ ኩሎም ካብ ሃገራት ትሕቲ ሰሃራ ኣፍሪቃ ዝመጹ ኮይኖም ሓያለ ዕሸላት ዝርከብዎም ምዃኑ ይገልጽ። ካብቲ ትማሊ ሮብዕ ዘጋጠመ ሓደጋ ኣስታት ሰላሳ ሰባት ድሒኖም ከምዘለዉ'ውን ተፈሊጡ'ሎ። ምጥሓል ናይታ ጃልባ ኣብዚ ዓመት ኣብቲ ባሕሪ ካብ ዘጋጠሙ ተመሳሰልቲ ሓደጋታት እቲ ዝኸፍኣ ምዃኑ ድማ ይግለጽ ኣሎ። ኣብ ዝሓለፈ ዓርቢ እውን ካብ ሊብያ ናብ ኤውሮጳ ክሰግሩ ዝፈተኑ ብዙሓት ስደተኛታት ከም ዝሞቱ ይዝከር። እቲ ሓደጋ ኣብ ከባቢ ናይታ ብዙሓት ኤርትራውያን ስደተኛታት ዝሃለቑላ ደሴት ላምፓዱሳ'ዩ ኣጋጢሙ። ጥቅምቲ፣ ቀዝሒ ኣውሮጳ እናገደደ ቅድሚ ምምጽኡ፣ ስደተኛታት ብዘይውሑሳት ጃላቡ ክሰግሩ ዝቀዳደሙሉ ወርሒ ምዃኑ ይፍለጥ። ብሰንኩ ድማ ብዙሓት ግዳያት ምጥሓል ክኾኑ ይረኣዮም። ኣብ ክልተ ሽሕን ዕስራን ሰለስተን ጥራይ ልዕሊ ክልተ ሚእትን ዓሰርተን ሽሕ ስደተኛታት ብማእኸላይ መስመር ናይቲ ባሕሪ ናብ ኤውሮጳ ክሰግሩ ከምዝፈተኑ ጸብጻባት ሕቡራት ሃገራት የረድእ። ልዕሊ ስሳ ሽሕ ካብኦም ብሓለዋ ባሕሪ ዝተፈላለያ ሃገራት ተታሒዞም ናብ ዝመጽእሉ ገማግም ኣፍሪቃ ከምዝተመልሱ'ውን እቲ ጸብጻብ ይጠቅስ። ሰበመዚ ቱኒዝያ ነቲ ሓደጋ ንምጽራይ መርመራ ከምዝጀመሩ'ውን ኣፍሊጦም ኣለው። ቱኒዝያ ካብ ሊብያ ቀጺላ ብዙሓት ኣፍሪቃውያን ስደተኛታት ናብ ማእከላይ ባሕሪ ዝብገሱላ ኣፍደገ ብምዃና ጸቕጥታት ክበጽሓ ጸኒሑ'ዩ። ኣብ ዝሓለፈ ለካቲት ኣብ ገማግም ከተማ ስፋክስ ኣብ ዘጋጠመ ተመሳሳሊ ሓደጋ ምጥሓል ጃልባ ልዕሊ ኣርባዓ ሱዳናውያን ከምዝሞቱ ይዝከር። ኣብ ክልተ ሽሕ ዒስራን ሰለስተን'ውን ሕብረት ኤውሮጳ ንዋሕዚ ስደተኛታት ንምቁጽጻር ምስታ ሃገር ስምምዕ ፈጺሙ ነይሩ'ዩ። ብመሰረት እቲ ስምምዕ'ውን ምስግጋር ስደተኛታት ደው ንምባል፣ ዶባታ ንኽትቆጸጸርን ዘይሕጋውያን ስደተኛታት ናብ ሃገሮም ክትመልስን ዘኽእላ ሚእትን ዓሰርተ ሸሞንተን ሚልዮን ዶላር ደገፍ ተዋሂብዋ ምንባሩ ይዝከር። ብኻሊእ ዜና፣ ትራምፕ ምስ ካናዳ ክካየድ ዝጸንሑ ኩሉ ንግዳዊ ዘተተታት ብቕልጡፍ ከም ዘብቅዖ ገሊጹ ኣሎ። ፕሬዝዳንት ኣሜሪካ ዶናልድ ትራምፕ ምስ ካናዳ ክካየድ ዝጸንሐ ኩሉ ንግዳዊ ዘተታት ደው ከም ዘበሎ ገሊጹ ኣሎ። ትራምፕ ኣብ ትሩዝ ሶሻል ኣብ ዝዘርግሖ ጽሑፍ፣ እታ ሃገር ፕሬዝደንት ኣሜሪካ ነበር ሮናልድ ሬጋን ብዛዕባ ቀረጽ ብኣሉታ ክዛረብ ዘርኢ መወዓውዒ ከምዝተጠቐመት ጽሒፉ። ትራምፕ ትማሊ ሓሙስ ኣጋ ምሸት ኣብቲ ይቕረ ዘይበሃሎ ባህርያቶም ብምብጋስ፣ ኩሉ ምስ ካናዳ ዝግበር ንግዳዊ ዘተ በዚ ኣብቂዑ ኣሎ ክብል ጽሒፉ'ዩ። እቲ ፕሬዝደንት ኣሜሪካ ኣብ ቀዳማይ እብረ ስልጣኑ ምስ ሜክሲኮን ካናዳን ብዝገበሮ ስምምዕ፣ ኣብ ትሕቲ USMCA ዝምደባ ኣቑሑት ናጻ ክኾኑ እኳ እንተኣፍቀደ፣ ካብ ካናዳ ንዝኣትዉ ግን ሰላሳን ሓሙሽተን ሚእታዊት ቀረጽ ኣንቢሩ እዩ። መንግስቲ ካናዳ ኣብ ዝሓለፈ ሰሙን ኣብ ዝዘርግሖ ናይ ደቓይቕ መወዓውዒ፣ ንዕዳጋ ኣክስዮን ኒውዮርክን ብባንዴራ ኣሜሪካን ዝተሰለማ ማሽናትን ዘርኢ ኣሳእል፣ ድምጺ ሬጋን ኣሰንዩ ዘርጊሑ። እቲ ቪድዮ ዝተጠቐመሉ ድምጺ ሬጋን ኣብ ዓሰርተ ትሽዓተ ሰማንያን ሸውዓተን ንንግዲ ወጻኢ ኣመልኪቱ ኣብ ሃገራዊ ሬድዮ ካብ ዝገበሮ መደረ ዝተወስደ እዩ። ሓደ ሰብ ኣብ እትዋት ወጻኢ ቀረጽ ንሰልዕ ክብል እንከሎ፣ ከምዚ ንፍርያት ኣሜሪካን ዕዮታት ንምሕላው ጀግንነት ዝግበር ዘሎ ክመስል ይኽእል እዩ። ሓደ ሓደ ግዜ ክሰርሕ ይኽእል እዩ፣ እንተዀነ ንሓጺር እዋን ጥራይ እዩ ይብል ሬጋን። ይኹን እምበር፣ ከምዚ ዝኣመሰለ ንግዳዊ ዕንቅፋታት ኣብ ነዊሕ ግዜ ንነፍሲ ወከፍ ኣመሪካዊ፣ ሰራሕተኛታት ከምኡ'ውን ተጠቃሚ ዝጐድእ ይብል። ልዑል ቀረጽ ምስላዕ ሃገራት ሕነ ክፈድያ ዝገብርን ብዕቱብ ንግዳዊ ኲናት ምልዓሉን ዘይተርፍ እዩ። ዕዳጋ ይንክን፣ ረሞቕ ይብልን ትካላት ንግድን ኢንዱስትሪታትን ይዕጸውን፣ ሚልዮናት ሰባት'ውን ስርሖም ይስእኑን ይብል ሬጋን ኣብቲ ምስ ቪድዮ ዝተሰነየ ጽሑፍ። ቀዳማይ ሚኒስተር ኦንታርዮ ዳግ ፎረድ፣ ኣንጻር እቲ ኣሜሪካ ኣብ ልዕሊ ካናዳ እትገብሮ ቀረጽ ምኻድ ኣያቋረጽናን ኣለና ክብል እውን ጽሒፉ ኣሎ። ሮናልድ ሬጋን ፋውንዴሽን ኣብ ኤክስ ኣብ ዝዘርግሖ ጽሑፍ፣ መንግስቲ ካናዳ ነቲ ብዛዕባ ቀረጽ ዝገልጽ ዘረባ ሬጋን ምሩጽ ድምጽን ቪድዮን ከም ዝተጠቕመ ገሊጹ። መንግስቲ ካናዳ ነቲ መግለጺታት ንምጥቃምን ንምርታዕን ፍቓድ ኣይክተቐበለን ይብል። እቲ ፋውንዴሽን እቲ መወዓውዒ ንመደረ ናይቲ ፕሬዚዳንት ነበር ብጌጋ ንምንታይ ከምኡ ከምዝበለ ዝገልፅ ኢሉ ንምንታይ ከምኡ ከምዝበለ ግን ኣይገለፀን። እቲ ፋውንዴሽን ንሕጋዊ ኣማራፅታቱ ይግምግም ከምዘሎ እውን ይገልፅ። እዚ መወዓውዒ ከም ኣካል ናይቲ ሰብዓን ሓሙሽተን ሚሊዮን ዶላር ዝግመት ኣብ መደበራት ቴሌቬዥን ኣሜሪካ ዝካየድ ዘሎ ናይ መወዓውዒ ወፍርታት እዩ። ትራምፕ ኣብ ልዕሊ ኣቑሑት ካናዳ ኣብ ጽላት ዝተመርኮሰ ቀረጽ እውን ኣንቢሩ ኣሎ፣ እዚ ድማ ሓምሳ ሚኢታዊት ኣብ ሓጺናት፣ ዕስራን ሓሙሽተን ሚኢታዊት ድማ ኣብ መኻይን ዘጠቓለለ እዩ። እዚ ኣሜሪካ ኣብ ዓለማዊ ኣቑሑት ዘንበረቶ ቀረጽ፣ ብፍላይ እኳ እቲ ኣብ ሓጺን፣ ኣሉሚንየምን መኻይንን ዝገበረቶ፣ ንካናዳ ኣዝዩ ሃሲዋ እዩ። ከም ሳዕቤኑ ምቁራጽ ዕዮታት ጸቕጢ ኣብ ንግዳዊ ትካላት ፈጢሩ እዩ። ኣብ ዋሽንግተን ዝርከባ ኤምባሲ ቻይና'ውን ኣብ መጀመርታ ናይዚ ዓመት ኣብ ልዕሊ እቲ ትራምፕ ዝወስዶ ናይ ቀረጽ ስጉምትታት ጥርጣረ ንምፍጣር ኣብ ኤክስ ኣብ ዝዘርግሖ ጽሑፍ ተመሳሳሊ ናይ ሬጋን ክሊፕ ተጠቒሞም ምንባር ይዝከር። እዚ ከምዚ ኢሉ እንከሎ ዋይት ሃውስ ከም ዘፍለጦ ፕሬዝዳንት ዶናልድ ትራምፕ ኣብ ቀፃሊ ሰሙን ኣብ ኤስያ ኣብ ዘካየድዎ ምብፃሕ ምስ ፕሬዚዳት ቻይና ዢ ጂንፒንግ ክራኸቡ እዮም ኢሉ። እዚ ሓበሬታ ዝወፀ ኣብ ናይ ዓለምና ክልተ ዓበይቲ ኢኮኖሚ ዝውነና ሃገራት መንጎ ክውላዕ ተባሂሉ እዩ ዝስጋእ ንግዳዊ ኹናት፣ ወሰኽ ቀረፅን ወጥርታትን ሓይሉ ኣብ ዘለወሉ እዋን እዩ። ወሃቢት ቃል ዋይት ሃውስ ዝኾና ካሮሊና ለቪት ከምዝገለፅኦ ፕሬዚዳንት ትራምፕ ኣብ ቀፃሊ ሰሙን ሓሙስ ጥቅምቲ ሰላሳ ክልተ ሽሕ ዒስራን ሓሙሽተን ኣብ ደቡብ ኮርያ ምስ ፕሬዚደንት ቻይና ዢ ጂንፒንግ ክራኸቡ እዮም ኢለን። እቲ ዋዕላ ዝካየድ ኣብ መንጎ ክልቲኤን ሃገራት ናይ ንግዲ ዘይምምጥጣንን ናይ ኣእምሮኣዊ ኣቕሑ ስርቀት ገበናትን ናይ ቴክኖሎጂ ልዕልና ምስሕሓብ ኣብ ዝሓየለሉ እዋን ምዃኑ ኣቓልቦ ብዙሓት ስሒቡ ኣሎ። ምምሕዳር ትራምፕ ኣብ ፍርያት ቻይና ተወሳኺ ቀረጽ ከውርድ ይኽእል'ዩ ዝብል ስግኣት ዓለምለኻዊ ዝቕባበ ኢኮኖሚ ከስዕብ ይኽእል'ዩ ዝብል ስግኣት ኣብ ዝሓየለሉ እዋን ዝካየድ ዘሎ'ዩ እዚ ሓያልን ትጽቢት ዝተገብረሉ ዋዕላን ብወገን ክልቲኦም መራሕቲ ብቐጥታ ብምዝታይ እቲ ወጥሪ ንምህዳእ ክስዕብ ዝኽእል ንግዳዊ ኹናት ንምትራፍን ዝዓለመ እዩ ተባሂሉ ትፅቢት ይግበር። ናይ ክልቲኤን ሓያላን ሃገራት ርክብ ንዓለም ለኻውን ሰላምን ኢኮኖምን ምርግጋዕ ወሳኒ ብምዃኑ ማሕበረሰብ ዓለም ናይቲ ኣኼባ ውፅኢት ብዝለዓለ ሃንቀውታ ስግኣትን ድማ ይከታተሎ ኣሎ። ብኻሊእ ዜና ኣብዚ ቕነ ሓላፊ ቢሮ ፀጥታን ድሕንነትን ኢትዮጵያ ናብ ከባቢ ዓሰብ ዘካየድዎ ጉዕዞ ሕጂ እውን ኣዘራራቢ ኮይኑ ቐፂሉ ኣሎ። ምስዚ ጎና ጎኒ ድማ መንግስቲ ኤርትራ ንምዕላው ሰራዊት ኣመሪቐ ክብል እውን ኣብ ዓፋር ዝርከብ ዕጡቕ ጉጅለ ኣፍሊጡ ኣሎ። በዓል ስልጣን መንግስቲ ኤርትራ ድማ እዚ ኩሉ ናይ ኩናት ኣውያት ብዝበለጸ ንኽንሕይልን ንኽንሕርንን እዩ ዝገብረና ኢሎም ኣለዉ። መንግስታት ኢትዮጵያን ኤርትራን ቅድሚ ሸውዓተ ዓመታት ብዝፈጠርዎ ዕርቂ በጺሕናዮም ብዝብል ካብ ዝገለጽዎ ፕሬዚዳንት ኢሳያስን ኣቢ ኣሕመድን ኣገልግልቶም ኣስዒቦም ካብ ዝተረኽቡሎም ቦታታት ውሽጢ ናብ ወደብ ዓሰብ መባጽሒ ዝኾነ ግንባር ቡሬ እቲ ሓደ እዩ። ኣብዚ ቕነ ድማ ናይ ኩናት ፈኸራ ብፍላይ ካብ ኣረት ኪሎ ኣብ ዝሓየለሉ እዋን ክልተ እዋናዊ ናይቲ ኣገዛዝኣ በዓል ስልጣናት ናብዚ ዞባ ምብፅሖም ተፀብፂቡ ምንባሩ ይዝከር። ኣማኻሪ ኣብይ ኣሕመድ ኣቶ ጌታቸው ረዳን ናይ ኢትዮጵያ ብሄራዊ ሓበሬታን ድሕንነትን ግልጋሎት ሓላፊ ሬድዋን ሑሴንን ላዕለዎት ኣዘዝቲ ሰራዊትን በዓል ስልጣናትን ክልል ዓፋር ኣብ ቡሬ ተረኺቦም ምብፃሕ ብምክያድ ብድሕሪኡ ድማ ኣብ ዓፋር ሰመራ ዋዕላ ከምዘካየዱ ተሰሚዑ ኣሎ። ናይ ብልጽግና ጸረ መንግስቲ ኤርትራ ዕጡቓትን ናይ ትግራይ ተቋምቲ ጉጅለታትን ከምኡ ውን ሓይልታት መንግስቲ ዝንቀሳቐስሉ ክልል ዓፋር ብዙሓት ዝፈርሕዎ ኩናት ካብ ዝኾነ ይኹን ኣካል ብዝኾነ ይኹን ኣንፈት ተተወሊዑ ናይ ጥፍኣት መሬት ክኸውን ዝተፈረደ ይመስል ይብሉ ኣብ ዝቐነውን ኣዘዝቲ ሰራዊትን ኣካላት ድሕንነትን። ኣቶ ጌታቸው ረዳ ኣብ ዶብ ኤርትራ መስኖ ከመረቑ ከምዘይተረኽቡ ሕቶ ዘድልዮ ኣይኮኑን በሃልቲ እዮም። በቲ ካሊእ ወገን ድማ መንግስቲ ኤርትራ ብዕጥቃዊ ቃልሲ ንምዕላው ብዝብል እናተንቀሳቐሰ ሰቐሰ ዝርከብን ንገዛእ ርእሱ ናይ ቀይሕ ባሕሪ ዓፋር ዲሞክራሲያዊ ውድብ ብዝብል ዝጽውዕን ጉጅለ ንሰለስተ ኣዋርሕ ዘሰልጠኖም ወተሃደራት ኣብዚ ቅነ ምምራቑ ዕላዊ ገይሩ ኣሎ። እቲ ጉጅለ ኣብ ቀጻሊ ኣብ ዝተፈላለዩ ግንባራት ስልጠናታት ክቕጽል እየ ይብል። እዚ ኩሉ ዝኸውን ዘሎ እኒ ኣቶ ጌታቸው ረዳ ኣብ ዘምርሑሉ ዶብ ኤርትራ ግንባር ቡሬ ብቐረባ ርሕቀት እዩ። ቡሬ ካብ ናይ ኢትዮጵያ ን ኤርትራ ጅቡትን ዶባዊ ቦታታት ብቐረባ ርሕቐት እትርከብ እስትራጂካዊት ቦታ እያ። ካብ ናይ ኤርትራ ወደባዊት ከተማ ዓሰብ ውን ሰማንያ ኪሎ ሜትር ሪሒቓ ትርከብ። እዛ በረኻን ናይ ዓፋር ክልላዊት ከተማን ቡሬ ከባቢኣን ኢትዮጵያን ኤርትራን ኣብ ዝሓለፈ ኣብ ዘካየደኦ ኲናት ናይ ክልቲኤን ሃገራት ሓይልታት ንኸልተ ኣዋርሕ ኲናት ዘካየዱላ ቦታ እያ። መንግስታት ኢትዮጵያ ን ኤርትራን ነንሕድሕዶም ኲናት ንምፍ ንምጥፋት ይዳለው ኣለው ብዝብል ኣብ ዝካሰሰሉ እዋን በዓል ስልጣናት ብልፅግና ናብቲ ከባቢ ምምርሖም ናይ ኩናት ፈኸራታት ምቕፃሎምን ስዒቡ በዓል ስልጣን ኤርትራ ኣውያት የሐይለና ክብሉ ገሊፆም ኣለው። ፈፃሚ ጉዳያት ኤምባሲ ኤርትራ ኣብ ኢትዮጵያ ዝኾኑ ኣቶ ቢንያም በርሀ ናይ ኩናት ኣውያት ምብዝሑ ንዓና ቆራፅነትን ሓይልን እዩ ዝህበና ክብሉ ገሊፆም ኣለው። እዚ ኣብ ዝኾነሉ እዋን ሚኒስትሪ ዜና ኤርትራ ንመግለጺታት ስርዓት ብልጽግና ኣብ ዝሃቦ መልሲ፣ ንቓልሲ ህዝቢ ኤርትራ ካብ ምብራቓውን ምዕራባውን ዝበሃል ደምበታት ዝሕሉ ኲናት ኣልዩ ኣብ ናጻ ህዝቢ ኤርትራ ጥራይ ዝምርኮስ ሃገራዊ መርሕ ተኸቲሉ'ዩ ተዓዊቱ ዝበለ ኮይኑ ከምኡ ስለዝኾነ ድማ'ዩ ሃንቀውታን ድሌትን ህዝቢ ኤርትራ ብረብሓ ሃያላን ሃገራት ኣብ ዋጋ ዕዳጋ ከይቀረበ ተዓዊቱ ክብል ሓጺር መግለጺ ኣሕሊፉ'ሎ።